ሰላም ከመይ ትጸንሑ ክቡራት ተኸታተልቲ ንሎሚ ሰሉስ ምሸት ክልተ ሰነ ክልተ ሽሕን ዕስራን ሽዱሽተን ዝተዳለዉ ሓደሽቲ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንዲ እብታቱ ብዛዕባ ኣብ ኢትዮጵያ ትማሊ ዝተኻየደ ምርጫ ዝምልከት ዝወጽኡ ዘለዉ ሓደሽቲ ምዕባለታትን፣ ዓድታት ኤርትራ ናጻ ይወጻ ከምዘለዋ ከምዝተገለጸን፣ ኣብ ሱዳን ሓድሽ ባይቶ ከምዝተጣየሸን፣ ዓዲ እንግሊዝ ናብ ኢትዮጵያ ኣይትግሹ ክትብል ዘውጸቶ መግለጺ ዝምልከትን፣ እስራኤላውያን ካብ ዓዶም ክሃድሙ ኢራን ትጽውዕ ከምዘላን፣ ኢራን ኣብ ልዕሊ ኣሜሪካ ቅድሚ ሕጂ ዘይተገለጸ ከቢድ ዕንወት ኣብጺሓ ከምዘላ ከምዝተሓበረን ዝብሉን ካልእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። እስራኤላውያን ካብ ዓዶም ክሃድሙ ኢራን ትጽውዕ ከም ዘላ ተገሊጹ። ሓይልታት እስራኤል ኣብ ልዕሊ ዋና ከተማ ቤይሩት መጥቃዕቲ ምስ ዝፍጽሙ፣ ኢራን ኣብ ሰሜን እስራኤል ንዘለዉ ነበርቲ ካብ ዓዶም ክእለዩ ጻውዒት ተቕርብ ከም ዘላ ተሓቢሩ። እቲ መግለጺ ድሕሪ ናይ እስራኤል መደባት ዝተዋህበ ኮይኑ፣ እስራኤል ኣብ ልዕሊ ሊባኖስ ተካይዶ መጥቃዕቲ ብዘይ መልሰ መጥቃዕቲ ከም ዘይከውን ዝሓበረት ኢራን፣ ኣብ ልዕሊ እስራኤል ከቢድ መጥቃዕቲ ክውሰድ ምዃኑ ኣመልኪታ ኣላ። ቀደም ሰር እስራኤል ምስቲ ብኢራን ዝድገፍ ናይ ሂዝቦላ ሓይሊ ኣብ ከቢድ ረጽሚ ኣትዩ ኣብ ዘለወሉ ግዜ ኣብ ደቡባዊ ከባቢታት ርእሰ ከተማ ሊባኖስ ቤሩት መጥቃዕቲ ከካይድ ኣዚዙ ከም ዘሎ እውን ይሕበር ኣሎ። ቤንጃሚን ኔታንያሁ ኣብ መግለጺኡ ናይ ሂዝቦላ ዕርዲ ክህረም ምዃኑ እቲ ኣሸባሪ ሓይሊ ዝድምሰሰሉ ስጉምታት ክውሰድ ኣብ ሙሉእ ምድላዋት ከምዘሎ እውን ሓቢሩ። ድሕሪ መግለፂታት ጠቐዳይምኒስትር ኣሽሓት ሰባት ናብ ውሑስ ቦታ ክሃድሙ ኣብ ዝፍትኑሉ እዋን ኣብ ፅርግያታት ፅቕጥቅጥ ትራፊክ ተፈጢሩ ከምዘሎ እውን ክሕበር እንከሎ ብኣንፃር ናይቲ መግለፂ ኢራን ንዝኾነ መጥቃዕቲ እስራኤል ሓደገኛ መልሰ መጥቃዕቲ ክህልዋ ምዃኑ ሓቢራ ኣላ። ኣብ መንጎ እስራኤልን ዕጡቕ ጉጅለ ሂዝቦላን ዝካየድ ዘሎ ግጭት ነቲ ብናይ ኣሜሪካ መንግስቲ ዝእመም ዘሎ ናይ ሰላም ስምምዕ ኣብ ሓደጋ ከእትዎ ምጽንሑ ዝሕብሩ ምንጭታት፣ ኢራን ተኹሲ ደው ናይ ምባል ስጉምቲ ንናይ ሊባኖስ ግጭት ኣብ ግምት ዘእተወ ክኸውን ከም ዝግባእ ምሕባራ እውን ይፍለጥ። ኣሜሪካ ኣብ ሊባኖስ ዝፍጸሙ መጥቃዕታትን ምዕባለታትን ካብቲ ናይ ኢራን ዘተ ክትፈልዮም ፈቲና እኳ እንተነበረት፣ ብናይ ኢራን መንግስቲ ዝተዋህበ ግብረ መልሲ ግን ነቲ ጉዳይ ኣብ ዘይፍታሕ ኩነታት ኣስጊርዎ ከም ዘሎ ይጥቀስ። እዚ ከምዚ ኢሉ እንከሎ ድማ፣ ሚኒስተር ወጻኢ ጉዳይ ስዑዲ ዓረብ፣ እስራኤል ኣብ ልዕሊ መሬት ሊባኖስ ዘካየደቶ መጥቃዕቲ ክኹንን እንከሎ፣ እቲ መጥቃዕቲ ምግሃስ ልኡላውነት ሊባኖስ ምዃኑ ገሊጹ ኣሎ። ማሕበረሰብ ዓለም፣ እስራኤል ኣብ ልዕሊ ቤይሩት እተካይዶ ዘላ መጥቃዕትታት ክኹነን ናይ እስራኤል ወራር ናብ ሊባኖስ ውን ደው ከብል ዝጸውዐ ንግስነት ስዑዲ ዓረብ፣ እስራኤል ካብ ስጉምታት ክትግታእ ንሰላም ማእከላይ ምብራቕ ወሳኒ ምዃኑ እቲ መንግግስቲ ሓቢሩ'ሎ። ብኻልእ ዜና ኢራን ዕስራ ወተሃደራዊ ማእከላት ኣሜርካ ከም ዘዕነወት ሓድሽ ምርመራ ቢቢሲ ኣረጋጊጹ። ኢራን እቲ ኲናት ካብ ዝጅምር ኣትሒዙ ንዕስራ ወተሃደራዊ ቦታታት ኣሜርካ ከም ዘዕነወት ብቢቢሲ ቨሪፋይ ዝተንተኖ ምስልታት ሳተላይትን ቪድዮታትን ገሊጹ። እቲ ምጽራይ ካብ ኢራን ዝተፈነወ መጥቃዕቲ ካብቲ ዝተገመተ ንላዕሊ ዝዓሞቐ ምዃኑ ይሕብር። ኢራን ካብ መወዳእታ ለካቲት ጀሚራ ኣብ መላእ ሸሞንተ ሃገራት ማእከላይ ምብራቕ ንዝርከቡ ወሰንቲ መሰለጠታት ዒላማ ብምግባር ኣብ ምዕቡል ስርዓታት ምክልኻል ኣየር፣ ነዳዲ ምምላእ ነፈርትን ራዳርን ብሚልዮናት ዝግመት ጉድኣት ኣውሪዳ ከምዘላ ተገሊጹ። ቴህራን ኣብ ዝሓለፈ ሰለስተ ኣዋርሕ ኣሜሪካን እስራኤልን ኣብ መላእ ኢራን ሊባኖስን ዘካየድዎ መጥቃዕተ ሕነ ንምፍዳይ'ያ ንመደበራት ኣሜሪካን ናይ ሓባር ወተሃደራዊ ትካላተን ዒላማ ገይራ ዘላ። ኣብ ሱዳን ሓድሽ ባይቶ ከም ዝተጣየሸ ተገሊጹ። ኣዛዚ ሰራዊት ኣርኤስኤፍ መሓመድ ሓምዳን ዳግሎ ሕሜቲ ባይቶ ሰራዊት ሱዳን ኣብ ቦትኡ እንከሎ ሓድሽ ጎናዊ ባይቶ ጸጥታ ምክልኻል ከም ዘቖመ ተሓቢሩ። ናይ ሱዳን ኩነታት ካብ ግዜ ናብ ግዜ እናገደደ ይመጽእ ከምዘሎ ዝሕብሩ ወገናት፣ ሓድሽ መግለጺ ኣዛዚ RSF ነቲ ኩነታት ካብ ዝኸፍኣ ናብ ዝበኣሰ ዘዕርጎ ምዃኑ ክገልጹ እንከለው፣ እቲ መግለጺ ሱዳን ኣብ ክልተ ናይ ምምቃል ተኽእሎታት ዘዕቢ ምዃኑ ምንጭታት ይገልጹ። ኣዛዚ ሓይልታት RSF ባይቶ ዘቕውም ዘሎ ልፍንቲ ዝተፈላለዩ ሓይልታት ንምጥርናፍ ምዃኑ'ውን ዝሕብሩ እቶም ምንጭታት፣ ናይቲ ባይቶ ኣቦ ወንበር በዓሉ ሄመቲ ክኸውን እንከሎ፣ መራሒ SPLM-N ዓብዱልዓዚዝ ኣልሃሎ ምክትል ኣቦ ወንበር ኮይኑ ከግልግል ምጽንሑ እውን ተፈሊጡ'ሎ። እቲ ባይቶ ብተወሳኺ ቀዳይ ምኒስተር፣ ምኒስተር ምክልኻል፣ ፋይናንስ፣ ምኒስተር ወጻኢ ጉዳይ፣ ውሽጣዊ ጉዳያትን ምኒስተር ፍትሒ ከምኡ'ውን ዳይክተር ፖሊስ፣ ጸጥታን ስለያን ከምኡ'ውን ወተሃደራዊ ስለያ ዘጠቓልል ወገናት ክህልዎ ምዃኑ እውን ይንገር። ኣብ ሓይልታት RSF ድሕሪ ሕሜት ዝስራዕ ሓው ዓብዱራሕማን ሓምዳን ዳግሎ እውን ብወገኑ RSF ንሰራዊት ሱዳን ክስዕሮ ምዃኑ ብምትእምማን ምዝራቡ ክሕበር እንከሎ፣ እቲ ሓይሊ ኣብ ቀረባ እዋን ንናይ ፖርትሱዳን ማእከላት እውን ከይተረፈ ክቆጻጸር ከም ዝኽእል ገሊጹ ኣሎ። እዚ ከምዚ ኢሉ እንከሎ፣ ኣህጉራዊ ውድብ ስደተኛታት ኣብ ዝሓለፈ መዓልታት ኣብ ሰሜንን ደቡብን ኮርዶፋን ልዕሊ ክልተ ሽሕን ኣርባዕተ ሚእትን ሰባት ከም ዝተመዛበሉ ክሕብር እንከሎ፣ ጉዳይ ተመዛበልቲ ክንዲ ዝመሓየሽ እናገደደ ምዃኑ ኣዝዩ ከም ዘተሓሳሰቦ ገሊጹ። እቲ ናይ ምምዝባል ተርእዮታት እናቐጸለ እንከሎ፣ ክልተ ሽሕን ክልተ ሚእትን ኣርባዓን ሓሙሽተ ሰባት ካብ ከተማታት ካርጉልን ዲላንግን ከምኡ'ውን ኣብ ከባቢ ሂባላ ናብ ግዝኣታት ሰሜን ኮርዶፋን ጸዕዳ ኣባይን ካርቱምን ከም ዝሃደሙ ተገሊጹ። ናይ ኣርኤስኤፍን ኤስፒኤልኤምን ኪዳን ኣብ ልዕሊ ዲላንጋን ካርጉልን ናይ ሰበልቦ ነፈርቲ መጥቃዕቲ ከካይድ ምጽንሑ ዝፍለጥ ኮይኑ፣ ንሰሜን ደቡብን ኮርዶፋን ዘራኽብ ጽርግያ ንምቁራጽ ተደጋጋሚ ፈተነታት ይካየድ ከም ዘሎ'ውን ናይ ሱዳን ምንጭታት ዜና ይገልጹ። ኣብ ኢትዮጵያ ክልል ኦሮሚያ ምብራቕ ኣርሲ ብዝተፈጸመ ከቢድን ዘስካሕክሕ መጥቃዕትን ልዕሊ ዓሰርተ ሰለስተ ንጹሃት ኣመንቲ ኦርቶዶክስ ብግፍዒ ከም ዝተቐተሉ ተገሊጹ። ኣብ ዝተፈላለየ ወረዳታት ሃገረ ስብከት ኣርሲ ኣብ መወዳእታ ወርሒ ግንቦት ብዝተፈጸመ ዘስካሕክሕ መጥቃዕቲ ናይ ዓሰርተ ሰለስተ ንጹሃት ዜጋታት ህይወት ከም ዝሓለፈ ናይ ኣርሲን ሶማሌ ክልል ጅጅጋን ኣህጉረ ስብከት ሊቀ ጳጳስ ብፁዕ ኣቡነ ኤልሳ ከም ዘፍለጠ ዝተሓበረ ኮይኑ እቲ ከቢድ መጥቃዕቲ ኣብ ወረዳታት ኣስኮ ሽርካን ሃንቆሎ ዋቤን ዝተፈጸመ ኮይኑ ካብ ክልተ ሚእትን ሰማንያን ንላዕሊ ምእመናን ድማ ካብ ቤቶም ከም ዝተመዛበሉ ገሊጹ። ዓዲ እንግሊዝ ናብ ኢትዮጵያ ዜጋታታ ከይገሹ ትመክር ከም ዘላ ተገሊጹ። ዓዲ እንግሊዝ ብሰንኪ እቲ ኣብ ኢትዮጵያ ዘሎ ኩነታት ናብታ ሃገር ኣቢሎም ክጓዓዙ ሓደገኛ ምዃኑ ብምግላጽ ናብ ኢትዮጵያ ዝግበር መገሻ ከቢድ ጥንቃቐ ዝሓትት ምዃኑ ገሊጻ። እታ ሃገር ኣብ ኢትዮጵያ ዝካየድ ዘሎ ምርጫ ዘተኣማምን ክኸውን ከም ዘይክእል ብምጥቃስ፣ ኣብታ ሃገር ክፍጠር ዝኽእል ንዓቢ ይኹን ካብ ቁጽጽር ዝወጽእ ተቓውሞ ንድሕነት ዜጋታት ኣሰካፊ ምዃኑ ብምግላጽ ነቲ ናይ መገሻ መጠንቀቕታ ምሃባ'ውን ክፍለጥ ተኻኢሉ ኣሎ። ዓዲ እንግሊዝ ነቶም ኣብ ኢትዮጵያ ዘለዉ ዜጋታታ'ውን ነቶም ኣብ ክልል ትግራይ፣ ኣምሓራን ዓፋርን ጋምቤላን ዘሎ ምንቅስቓስ ከውግዱ ክትሕብር እንከላ፣ እታ ሃገር ምስ ጎረባብቲ ሃገራት ኣብ ትደዋወሉ እውን ክሳብ ሚእቲ ኪሎ ሜትር ዘሎ ክቐርቡ ከም ዘይግባእ ኣጠንቂቓ ኣላ። እቲ ጽኑዕ ናይ ጉዕዞ መጠንቀቕታ ዝተውሃበ፣ ኣብ ኢትዮጵያ ዝካየድ ዘሎ ምርጫ ብተዓዛብነት ኢውሮጳዊ ሕብረት ዘይተማእከለ ምዃኑ ኣብ ዝተገለጸሉ ክኸውን እንከሎ፣ ኣብቲ ምርጫ ኡሁሩ ኬንያታ ዝመርሖ ልኡኽ ከም ተኸታታሊ ምቕራቡ እውን ይሕበር። ናይ ብልጽግና ሰልፊ ምስ መራሒኡ ቀዳማይ ሚኒስተር ኢትዮጵያ ኣብይ ኣሕመድ፣ በይኑ ተወዳዲሩ ቀዳይ ምምስር ኢትዮጵያ ኣብይ ኣሕመድ ምስ ነብሱ ተወዳዲሩ ዝዕወተሉ ናይ ይምሰል ምርጫ ከምዝኾነን እቲ ቀዳይ ምምስር ሕጋዊ ሽፋን ዝረኽበሉ ንዕኡ ኣገዳሲ ዝኾነ ምርጫ ከምዝኾነ ሚድያታት ወፃኢ ይፅብፅባ ከምዘለዋ ተገሊፁ። ብኻሊእ ዜና ኣብቲ ትማሊ ክሳብ ፍርቂ ለይቲ ዝተኻየደ ምርጫ ኢትዮጵያ ኣብ ዝተፈላለዩ ናቑጣታት ሎሚ ምርጫ ቆፀራ ድምፂ ይቕፅል ከምዘሎ ማዕከናት ዜና እታ ሃገር ገሊፀን። ትማሊ ሶኑይ ሓደ ሰነ ዝተኻየደ ምርጫ ትግራይን ሰፈሕቲ ከባቢታት ክልል ኣምሓራን ኦሮምያን ዘይተሳተፍሉ መበል ሻብዓይ ሃገራዊ ምርጫ ኢትዮጵያ ክሳብ ፈርቂ ለይቲ ከም ዝተናውሐ ይፍለጥ። ካብቶም ኣስታት ሓምሳን ኣርባዕተ ሚልዮን ከድምጹ ዝተመዝገቡ ዜጋታት ኣስታት ኣርባዓ ሚልዮን ድምጾም ከም ዝሃቡ ሃገራዊ ቦርድ ምርጫ ኣፍሊጡ ኣሎ። ቆጸራ መዓልትታት ከም ዝወስድ እኳ ትጽቢት ዝግበር እንተኾነ ብኣብይ ኣሕመድ ዝምራሕ ገዛኢ ሰልፊ ብልጽግና ክስዕር ትጽቢት ይግበር። ኣብ ገለ ምርጫ ክካየደሉ ተመዲቡ ዝነበረ ቦታታት እውን ብሰንኪ ጸጥታዊ ኩነታት መስርሕ ምድማጽ ተቋሪጹ ወይ ተደናጉዩ ነይሩ። ተቓወምቲ ውድባት መንግስቲ ፌደራል ንመራሕቶም ብምእሳርን ኣብ ፖለቲካዊ ንጥፈታቶም ሕጋዊ ምምሕዳራዊ ዕንቅፋት ብምፍጣር ከም ዘዳኸሞም ይኸሱ፣ መንግስቲ ግን ነቲ ክስታት ክነጽጎ'ዩ ዝስማዕ። እዚ ከምዚ'ሉ እንከሎ፣ ሻብዓይ ሓፈሻዊ ምርጫ ሰላማዊ፣ ዲሞክራሲያውን ግህሰት መሰረታዊ ሰብኣዊ መሰላት ዘይተፈጸመሉ ኮይኑ ከም ዝሓለፈ ኮሚሽን ሰብኣዊ መሰላት ኢትዮጵያ ገሊጹ። ሻብዓይ ሓፈሻዊ ምርጫ ሰላማዊ፣ ብዲሞክራሲያዊ ግህሰት መሰረታዊ ሰብኣዊ መሰላት ዘይተፈፀመሉ ኮይኑ ሓሊፉ ኣሎ ክብል ኮሚሽን ሰብኣዊ መሰላት ኢትዮጵያ ገሊፁ። እቲ ኮሚሽን ኣብ ፈላማይ ብርኪ ዝረኸቦ ፀብፃብ ወግዓኡ ኣብ ዝገበሮ እዋን ኣብ ሻብዓይ ሓፈሻዊ ምርጫ ኢትዮጵያ ሰፊሕ ናይ ምክትታል ስራሕ ከምዘካየደ ገሊፁ። ካብዚ ድምፂ መውሃቢ መዓልቲ ሰላማዊ፣ ዲሞክራሲያዊ ከም እውን ግህሰት መሰረታዊ ሰብኣዊ መሰላት ዘይተፈፀመሉ ኮይኑ ከምዝሓለፈ ገሊፁ። ዋና ኮሚሽነር እቲ ኮሚሽን ብርሃኑ ኣዴሎ ኣብ ዝሃቦ መግለጺ ከም ዝሓበሮ፣ እቲ ምርጫ ዓለም ለኸ መለክዕታት ዘማልአ፣ ኣሳታፍን ሓቋፍን ብዝኾነ መልክዑ ከም ዝተኻየደ ገሊጹ። እዚ ከምዚ ኢሉ እንከሎ፣ ኣብ ዝተፈላለዩ ከባቢታት ግዝያዊ ውጽኢት ምርጫ ይልጠፍ ከም ዘሎ ተገሊጹ። ኣብ ዝተፈላለዩ ከባቢታት ክልል ደቡብ፣ ክልል ኣምሓራ፣ ክልል ኦሮምያን ካልኦት ክልላትን ግዝያዊ ውጽኢት ምርጫ ይልጠፍ ከም ዘሎን መረጽቲ'ውን እቲ ውጽኢት ይርእይዎ ከም ዘለዉ ተገሊጹ። ዓድታት ኤርትራ ካብ ምኽንሻብ ደቂ ኣንስትዮ ናጻ ይወጻ ከም ዘለዋ ተገሊጹ። ኣብ ንኡስ ዞባ ሎጎ ዓንሰባ ኣብ ዓሰርተ ሰለስተ ምምሕዳራዊ ከባቢታት ዝርከባ ዕስራን ክልተ ዓድታት ኣብ ምኽንሻብ ደቂ ኣንስትዮ ናጻ ምውጽኣን ናይቲ ከባቢ ጸብጻባት ገሊጾም። ኣብቲ ተዓው ዝተዓወጀሉ መደብ ኣመሓዳሪ ዞባ ጋሽ ባርካ ኣምባሳደር መሓመድ ዓሊ ሑረይ ፕረዚዳንት ማሕበር ደቂ ኣንስትዮ ወይዘሮ ተካኣ ተስፋሚኪኤል ጸሓፊ ህዝባዊ ግንባር ኣብቲ ዞባ ኣምባሳደር መሓመድ ዓሊ ጃብራ ከምኡ'ውን ወከልቲ ዩኒሴፍን ዩኤንፒኤን ተራኺቦም ምንባሮም'ውን ይንገር ኣሎ። ምኽንሻብ ደቂ ኣንስትዮ ድሑር ባህሊ ምዃኑን ኤርትራ ኣብቲ ባህላዊ ስረ ዝጸንሖ ልምዲ ዝነኣድ ኣገባብ ምኽታላን ህዝቢ ብመረዳእታ ነቲ ልምዲ ክገድፍ ክኢሉ ከምዘሎ'ውን ጸብጻባት ወሲኾም ይገልጹ። ክቡራት ተኸታተልተ ንሎሚ ዝተዳለወ ዜና ነዚ ይመስል ኣብ ዝቕጽሉ ዝፍነው ዜናታት ብቐዳምነት ክበጽሐኩም ሳብስክራይብ ዘይገበርኩም ሳብስክራይብ ንክትገብሩ ብኸብሪ ንዕድመኩም